ነቶም ኣብ ምህናጽ ሃገርን ምውሓስ ልኡላውነትን ብተወፋይነት ዝሰርሑ ኣባላት ሓይልታት ምክልኻል ኣጆኹም ንምባልን ንምትብባዕን ኣብ ዝተፈላለየ ከባቢታት ሃገርናን ወጻእን ዝንብራ ደቂ ኣንስትዮ በብግዚኡ መደባት እናውጽኣ ክበጽሓ ጸኒሐን እየን። ኣባላት ሃማደኤ ዞባ ማእከል ናብ ከባቢ ጾሮና ዘካየደኦ ምብጻሕ ድማ ኣካል ናቱ እዩ። ዘርኣይ ብርሃነ ዘዳለዎ ጸብጻብ ኣሎ። ሻም ተወልደ ከቕርቦ እዩ።
ሰለስተ ሚእትን ሓምሳን ኣባላት ሃማደኤ ዞባ ማእከል ብ ዓሰርተው ሰለስተ ሰነ ኣብ ከባቢ ጾሮና ንዝርከቡ ኣባላት ሓይልታት ምክልኻል ኤርትራ በጺሐን። ኣብቲ ሚኒስተር ምክልኻል ጀነራል ስብሓት ኤፍሬምን ኣማሓዳሪ ዞባ ማእከል ኣቶ ካሕሳይ ገብርሂወትን ዝተረኽቡሉ መደብ፣ ኣደ መንበር ሃማደኤ ወይዘሮ ልኡል ገብረኣብ ኣብ ዘስመዓቶ ቃል፣ ኣባላት ሃማደኤ ዞባ ማእከል ዝወሰድኦ ተበግሶ መቐጸልታ ናይቲ ደቂ ኣንስትዮ ኤርትራ ኩሉ-መዳያዊ ምዕባሌ ሃገርን ንምርግጋጽ ኣብ ጎኒ ሓይልታት ምክልኻል ተሰሊፈን ዘካይድኦ ዘለዋ ኣበርክቶ ከምዝኾነ ገሊጻ። ሓላፊት ጨንፈር ሃማደኤ ዞባ ማእከል ወይዘሮ ተኽኣ ተስፋሚካኤል ብወገና፣ ምስ ኣባላት ሓይልታት ምክልኻል ሓቢርካ ምውዓል ዝፈጥረለን ባህታ ልዑል ምዃኑ ብምግላጽ፣ እቲ ተበግሶ ምስቲ ኣባላት ሓይልታት ምክልኻል ኤርትራ ኣብ ምውሓስን ምህናጽን ሃገር ዝገብርዎ ኣበርክቶ ዝዳረግ እኳ እንተዘይኮነ፣ ኣብ ጎኖም ምህላወን ንምርግጋጽ ከምዝኾነ ሓቢራ። ኮሎኔል ኣማንኤል ሓድጉ ድማ ንተራ ኤርትራውያን ደቂ ኣንስትዮ ኣብ ኩሉ ንጥፈታት ሃገር ድሕሪ ምምስጋን፣ ብኣባላት ሃማደኤ ዞባ ማእከል ዝተወስደ ተበግሶ መርኣያ ናይቲ ንሃገረን ዘለወን ፍቕርን ተወፋይነትን ምዃኑ ጠቒሱ፣ እቲ መደብ ኪኖ ምዝንጋዕ ዝኸይድ ረዚን መልእኽቲ ዝሓዘለ ምዃኑ ኣረዲኡ። ነባሪት ጾሮና ወይዘሮ ፋጥማ እስማዒልን ኣባል ሸውዓይ ዙርያ ሃገራዊ ኣገልግሎት ዮናስ ገብረሂወትን ኣብ ዝሃብዎ ርእይቶ ከኣ፣ ኣባላት ሃማደእ ዞባ ማእከል ዝገብርኦ እንግዶት ዓጸፋ ክትሰርሕ ዘተባብዕ ምዃኑ ብምሕባር፣ ንተበግሶኣን ኣመስጊኖም። ሰራዊትካ ስጋዕ ክንደይ ምስኡ ከም ዘለኻ ዘብርህ መብርሂ፣ ምስኡ ከም ዘለኻ ልቢ ንምብርሃን ስኣ ከም ዘለኻ ዘብርህ መጉልሒ እዩ ማለት እዩ።